ዕላማ ናይዞም ኣዛብእ ኩላኹም ፈሊጥኩሞ ክትኾኑ ተስፋ እገብር። እዚኦም ሰባት እዚኦም ናትና ሓልዮት ትበሃል የብሎምን። እዚኦም ሰባት እዚኦም ንዓና ክቆጻጸሩና ጥራይ እዩ ድሌቶም። እዚኦም ሰባት እዚኦም ፓወርን ኮንትሮልን ጥራይ ዘገድሶም ካልእ ወላ ሓንቲ ነገር ኣይገድሶም። እቲ ዝኸፍአ ዝኸፍአ ነገር ግን ኣብ ኣብ ሸጣን እዮም ዝኣምኑ። እሱ ይኮነን ግን እቲ ዝኸፍአ ካብኡ ዝኸፍአ ኣሎ። እሱ እንታይ እዩ? ናቶም ዓሌት እምበር ናይ ካልእ ዓሌት ሰብ ኮይኑ ኣይስምዖምን እዩ። ኣብ መወዳእታ ክበጽሕዎ ደልዮም ዘለዉ ድማ እዙይ ኣብ መወዳእታ ክበጽሕዎ ደልዮም ዘለዉ ዓለም ብምልኣ ኣብ ኢዶም ክጭብጥዋ እዩ ኣይክኸውን እዩ ድማ እዚ ኣይክኸውን እዩ ኣምላኽ ሒዝና ክንስዕሮም ኢና ምክንያቱ እዞም ሰባት እዚኦም እንተሒዞማ ኣልዒሎም ንኩላህና ፕላስቲክ ዓሽጎም ኣብ ባሕሪ ክድርብዩና እዮም እዚኦም ሰባት እዚኦም ናይ ሰብ ድንጋፀ ትበሃል የብሎም እዚኦም ሰባት እዚኦም እንዳ 666 እዩ ዕላምኦም ካልይ ንኩሉ ሰብ ምሉእ ብምሉእ ተቋጻጼርካ ኣበይ ንንቀሳቐስ ገንዘብ ናበይ ነጥፍኦ እንታይ ንገብር እንታይ ንበልዕ ኩሉ ነገር ሚእቲ ካብ ሚእቲ ክቋጸጸርዎ ክእሉ ኣለዎም ሕጂ ብዚ ግዜ እዚ ክንገይሽ ንኽእል ኢና ሕጂ ብዚ ግዜ እዚ ዝደለናዮ ማንኪና ክንዝውር ንኽእል ኢና ሕጂ ብዚ ግዜ እዚ ኣብ ዝደለናዮ ቦታ ክንከይድ ንኽእል ኢና ሕጂ ብዚ ግዜ እዚ ካሽ ክንጥቀም ንኽእል ኢና ካሽ ይተርፍ ኣሎ እዚ ከላይ ዲጂታል ጌርካ ንኹሉ ሰብ ክትቋጻጸሮ ምኽኣል ማለት እዩ ኣበይ ኣጥፊእካዮ እንታይ ጌርካ ጽባሕ ንግሆ ሽዑ ከምቲ እቲ ዝዓበየ ስካም ዝነበረ እቲ ዝዓበየ ፈተነ ዝነበረ ናይ ኩረና እዩ ነይሩ ትዝክርዎ ኢኹም ንኹሉ ሰብ ኣብ ገዝኡ ዓፅዮም ንኹሉ ሰብ ኮፈል ሓፈል ከብልዎ ፈቲኖም ሓይሎም ድማ ማዕረ ክንደይ ሓያላት ምዃኑ ንዓለም ምሉእ ከመይ ተቋጻጺሮም ኣለዉ ንኽፍትንዎ ኢሎም ዝገበርዎ ነገር እዩ እዚ ከላይ በፂሖሞ እዮም ሰብ ክንደይ ካብ ሰብ ሰምዖም እንታይ ክገብሩ ክእሉ ኩሉ በፂሖሞ እዮም ኣብ መወዳእታ ናይ መወዳእታ ዝነበረ ፈተና ይሱ ካልእ ዝዓበየ ክመፃኩም እዩ ካልእ ዝዓበየ ክመፃና እዩ ብዝኾነ

ኣብዚኣ ቪድዮ እዚኣ እንታይ ይብሉ ኣለዉ ኣብ ኣውስትራልያ እዩ እዚ ኣብ ብዙሓት ሃገራት ከማን ሕጂ ክኣቱ እዩ ምክንያቱ ወናኒኤን መን እዩ ኩላሃና ንፈልጦ ኢና ወናኒ ናይ ኩለን ሃገራት ሓደ ሰብ ምዃኑ ንፈልጦ ኢና ወናኒ ናይ ብምልአን ሃገራት ኤውሮጳ ሓደ ሰብ ምዃኑ ኩላሃና ንፈልጦ ኢና ማለት ኩላህና ኣይኮኑ እቶም ዝተሳእና ማለት እየ እዚኦም ሰባት እዚኦም ድማ ኣብ ኣውስትራልያ ተገይሮሞ ኣብ ስዊዘርላንድ ክገብርዎ ይሽገሩን እዮም ኣብ ስዊዘርላንድ ተገይሮሞ ኣብ ዓዲ እንግሊዝ ማለት ኩሉ ሃገሮም እዩ በብቁርብ ጥራይ እዮም ግዜ ጥራይ እዮም ዝቐትሉ ትሑዝ እዩ ድማ ንዖም እዚ ናይ ኤውሮጳ መብዛሕትኡ ትሑዝ እዩ እቲ ካልእ ሃገራት ዘሎ ድማ ተደሊኻ ቦምብ እንዳገበርካ ድዩ ገለ እንዳገበርካ ድዩ ነዚ ነቲ ዘይሰማማዓካ መንግስቲ ዊን ብጎረባብቲ ሃገር ጌርካ ተዳኽሞ ወይ ድማ ተጥፍኦ ማለት እዩ ባዕልኻ ኣቲኻ ከምዚ እዩ ናቶም ስራሕ ብምልኣ መወዳእታ ድማ ሓንቲ ዓለም ንምፍጣር እዩ እዚ ኣነ ዝብሎ ዘለኹ ኣይኮነን እዛ ቪድዮ እዚኣ ስምዕዋ

ሃረር ዝብሉ ዘለዉ ለይትን ቀትርን ድማ እቲ መንግስቲ ናይ ራሽያ ምስኦም ዝሰማማዕ ሰብኣይ ከምቲ ናይ ሕብረት ሶቪየት ዘውደቐ ሰብኣይ እንተመፀ ገለ ኢሎም እዮም ጭንን ዝብሉ ዘለዉ ከምኡ ድማ ኣብ ቻይና ከምኡ እንተተፈጠረ ኢሎም እዮም ጭንን ዝብሉ ዘለዉ እንተዘይኮይኑ ክተኳትኹ እዮም ክኣትዉ እዮም ብጎረባብቲ ሃገራት ድማ ከዳኽሙ ክፍትኑ እዮም እንተዘይኮይኑ እዞም ሰባት እዚኦም ንምምልእና መወዳእታ ዕላምኦም ክቋፀፀሩና እዮም ኤሌክትሪክ መኻይን ኩላና ክንዝውር ገንዘብና ኣበይ ነጥፎ እንታይ ንገብሮ ንክፈልጡ ኣብ መወዳእታ ካርቦን ክረዲት ዝበሃል ጌርካ ድማ ኣብ ናይ 15 ደቂቕ ዝግፍሓ ከተማ ምዕሻግና እዩ ክንወፅእ ዘይንኽእል ገይሮም ንዓና እሶም ክዛወሩ እሶም ከብሉ እዚ ኩሉ ከ ክላይመት ቸንጅ ዶ ገለ ዶ ገለ እንዳመኽነኻ ስቕ ኢልካ ነዚ ርእሲ ዓካት ዝኾነ ሰብ ብምልኡ በቃ ኣሎን የለን ባዕልኻ መመሊእኻ መመሊእኻ ዘዝደለኻዮ ትምሎ ምክንያቱ ናይዞም ኤውሮጳውያን ሕብረተሰብ ብምሉእ ርእሶም ነዃል እዩ ከፊትካ ዘዝደለኻየ ኢኻ ትመልኦ ቬሪ ኢዚ ብጣዕሚ ቀሊል እዩ ፑቲን እንታይ ኢሉ መሲልኩም ሓደ ዘረባ እዚኦም ኤውሮጳውያን ብምልኦምሲ ምዕረባውያን ማለት እዩ መንግስቶም ንኹላኹም ክቐትለኩም ደልየ ኣለኹ እንተዝብሎም ነይሩ እንታይ ምበልዎ እስከ ኢሉ በቃ በል ኣቕልል ኣቢልካ ቅተለና ማለት ምቕታል ምቕታሉስ ብምቹእ ዝኾነ ኣቃታትላ ቅተለና እየ ምበልዎ ኣይንቅተልኒናስ ኣይምበልዎን ኢሉ ሓቂ እዩ ካላይ ምክንያቱ ብምልኦም ተቆፃፂሮሞም እዮም ወላ ሓደ ክሓስብ ዝኽእል ሰብ ወላ ሓደ የለን ኣብዚ ዓዲ ዳርጋ ተስዓን ሓሙሽተን ካብ ሚእቲ ማለት እዩ ፒስ